ሰላም ሰላም ፈትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን እውን ከምቲ ልሙድ ናይ ሕቶኹም መልሲ እየ ክምልስ መፂኤ እኔኹ። ከምዚ እትርእይዎ ዘለኹም ማለት እዩ ናይ ገዛ መስርሒ ንኸልተ ሚእቲ ካሬ ክንዲ ዝኾነ ይኣኽለና ወይንዬ ቤዛኺ ተገዲስኪ መልስለይ ከምኡ እውን ናይ ስም መዘሪ ኣብ ስደት እዩ እኒኽዋ ናይ ነባር ትሕዝቶ ስም መዘሪ ክንደይ ይኣኽለኒ ቤዛኺ ሳምርዬ መልስለይ ዝበልክናኒ ነይርክን ማለት እዩ ክብራት ኣሕዋተይ እና ብታ ዝፈልጣ ብታ ዝዓቕመይ ደሞ ንእሽተን ክብለኩም መፅእ ኣለኹ ማለት እዩ። እስካዕ ቪድዮ ፍፃመ ተኸታተልዎ። ሓደ ሓደ ግዜ ደሞ ኣብቲ ቪድዮ ውሽጢ ዝሰርሖ ነገራት እናሃለወ እስካዕ መጨረሻ ሪኢኹም ዘይትሪእዎ እንድዕ ኣይፈልጥን ተመሊስኩም ተሓቱኒ ኣጋጣሚ ኣሎ ግን ስለ ዝሰርሖ ተመሊስኩም እንተዘይትሓቱኒ ይመረፅ ምክንያቱም ኣብኡ ሰርሑ እዩ ናሃለኹ ድጋሚ ክሰርሖ ከለኹ ደሞ እቲ ዝረእዮ ሰብ ስለ ዝሽልችዎ ማለት እዩ እና ተኽኢልኩም እቲ ቪድዮ ሙሉእ ስምዕዎ ማለት እዩ ክብራት ኣሕዋተይ እንተነዊሓ ናይ ሸሞንተ ደቂቃ ወይ በቃ ካብ ሸሞንተ ደቂቃ ብላዕሊ ዘይትነውሑ ስለዚ ዝጠቕመኩም ተኮይኑ ስምዕዎ ኣይኮነን ደሞ ኣብኡ ሰርሐ የንሃለኹ ብድጋሚ ተዘይትሓቱኒ ደስ ይብለኒ ማለት እዩ ደቂ ዓበይቲ ወይ እና ክብረት ሕወተይ ክልተ ሚእቲ ካሬ ነስርሕ ደሊና ክንደይ ይኣኽለና ምናምን ትብላኒ ብዛሕዚ ግዜማ ናይ ገዛ መስርሐስ በእውነት እየ ዝብለኩም ክንድዚ ተባሂሉ ኣይግመትን በቃ ተቕሑት እዚ ልክዕ ሸርፊ ሕዚ ሎማዓንቲ ዝሓወልክና ሸርፊ ዕስራን ሽዱሽተ ወይ ዕስራ ሓሙሽተን ተሓዊልክን ጽባሕ ትውስኽ ወይ ክትቅንስ እያ ኣብ ዘለታ ኮፍ ኣይትብልን ኣይኮነን ዶ ብመዓልትታት ብወርሕታት ሲ ብሰዓታት ልዩነት እውን ኣለዎ እዩ እና እቲ ናይ ገዛ መስርሒ እውን ብኡ ልክዕ ዕዳጋ ስለ ዝቀያየር ብጣዕሚ ይውስኽ ይቐንስ እዩ ግን ብማእኸላይ ንኣብነት ሕዚ ሓሙሽተ ሚእቲ ሽሕ ዝውድእ ገዛ ተኮይነስ ተወሲኹ ናይ ክልተ ክልተን ሓምሳን ሚእትን ሓምሳን ኣከባቢ እስኻትኩም ብዓብዩ እቲ ዋና ገንዘብ ክትሕዘ ኣለኩም ማለት እዩ ስለዚ እቲ ዋና ገንዘብ እስካዕ ክንደይ ይኣህለኩም ንዝብል ደሞ ሓፈሻዊ ክርኤና ብዛዕባ ናይ ስም መዘር ደሞ ኣብ ስደት ኮንኩም ከመይ ጌርኩም ብስምኩም ትገዝእዎ ንዝብል እውን ያው ካብ ዝፈልጦ ካብ ጭልፋ ብባህሪ ድዩ ዝበሃል ንእሽተን ክገልፀልኩም እዩ ማለት እዩ እስካዕ ቪድዮ ፍፃሙ ተኸታተልዎ ንቻናለይ ሓደሽቲ ዝኾንኩም ሳብስክራይብ ነባራት ዝኾንኩም ከዓ ላይክ ሸር ናግበርኩም ንኸተበረታትዑኒ ብትሕትና ይላው ክብራት ኣሕዋተይ እምበኣር እዚ እናበልኩ ከመይ ጌርና ብስምና ክንገዝእ ንኽእል ኣብ ስደት ኮይና ንዝብል ሕቶ ብርግፅ ኣብ ስደት ኮይንካ ብስምካ ምግዛ ወንጀል እንድዩ ኣይከኣልን እውን ግን ደሞ ክንደይ ከዓ ን ኣብ ስደት ኮይነን ብስመን ዝገዛ መዓት ሰብ እየ ዝፈልጥ እና ንእሽተን ሕሾ ክብለኩም ማለት እዩ እና ያው ከመይ ጌርና ናብ ስምና ክነዝሮ ኣብ ስደት ኮይና ሲ ከመይ ጌርና ብስምና ክንገዝእ ንኽእል ንዝብል ናይ ነባር ትሕዝቶ ማለት እዩ ወዲያም ናብ ስምካ ዝዘውር እንድሕሪ ኮይኑ ሐዚ ንኣብነት መታወቂያ ተውፅእ ኣለኪ መጀመርያ ማለት እዩ መታወቂያ ኣብ ዝኾነ ይኹን ኣብ ከተማ ክኸውን ይኽእል ኣብ ገጠር ክኸውን ይኽእል ገዛ ንክትገዝእ ብገንዘብ ካውፅኻ ንትገዞ ገጠርን ከተማን ዝብል ኣይመስለንን ግን ኣብቲ ንኣብነት ሕዚ ኣብ መቐለ እንተውፅኢኽን እንተገዚእኽን ወይ ከዓ ኣብ ውቕሮ ወይ ከዓ ዓዲግራት ተገዚእኽን ኣብቲ ዝገዛእኽንኦ ቦታ ኮንክን እንተትገዝ መታወቂያ እንተተውፅኣ ይምረፅ እና መጀመርያ ፎቶ እንድሕር ዘየለ ኣብ ዓዲ ፎቶ ተውፅእ ኣለክን ፎቶ ተውፅኣ እሞ ፎቶ ምስ ሕፀብክን ናይ መታወቂያ ዝኾን ፎቶ ምስ ኣውፃኽን መታወቂያኽን ተስርሖ መታወቂያ ድሞ ያው ንስኻትክን እንድሕር ዘየለኽን ኣይክውኹም ኣይህውን ድም ግን ብገንዘብካ ዘይስራሕ ነገር የለን ብርካለ በሰማይ መንገድ ኣለ ይላሉ እዞም መምሓሩ ማለት እዩ። ገንዘብ ከፊልካ ዘይስራሕ ነገር የለን ኣብ ዓድዋ ኩሉ ብገን ይቅርታ ክብራት ኣሕዋተይ ኣብ ትግራይ እዚ ኩሉ ብገንዘብ እዩ ማለት እዩ እና ዝኾነ ኮይኑ ንዓኻትኩም ሓበሬታ እስካዕ ምሃብ ስለዝኾነ እስካዕ ዝኾነ ድረስ እዚ መንግስቲ ኣይፈልጦ ግን ብገንዘብ ክንጌርክ መታወቂያ ተውፃ ትኽእላ ይኽን መታወቂያ ምስ ኣውፃእክን ደሞ ሓደ እ፣ ወይ ቤተሰብ ክንድያ ወይ ከዓኒ ኣብቲ ፎቶ ክን ዘሎ ተመሳሳሊ ዓይነት ሰብ እ፣ ንኣብነት ኣነ ሳምሪ ተኾይነስ ሳምሪ ብስም ሳምሪ እንድሕር ስም እንድሕር ቦታ ዝግዛእ ኮይኑ ኣብቲ መጣወቂያ ሳምሪ ክኸውን ኣለዎ። እቲ ቆልዓ እውን ኣነ ሳምሪ እየ ኢላ ከይዳ ትፍርሞ ማለት እዩ። ካብኡ ብስምኩም ኮይኑ ኣሎ በቃ ፌርማ ድማ ሕዚ ንኣብነት ሳምሪ እንድሕር ኮይንኪ ስምኪ ንኣብነት ፌርማ ከመ እያ ኩሉ ግዜ ትፍርምያ ፌርማ ኣላ ከምዚኣ እየ ዝፈርምልኪ ተርእያ ትኸእል ኢኻ ኣብ ወረቐት ፈሪምኪ ከምዚ ኣገር ክፈርምለልኪ ፎቶ ልዕል ክትልእክላ ትኽእል ኢኺ ተመሳሳሊ ፌርማ ገይራ ትፍርመልኪ እና ኣብቲ ኮምፒውተር ዝኣቱ ስምኪ ስመቦኺ እዩ ፌርማ እውን ያው ዓሸራ ስለ ዘይኮነ ብፌርማ ስለ ዝኾነ ችግር የብሉን ስለዚ ከምዚ ገይሩ ብዙሕ ሰብ ዝገዘሉ እምበር ኣብ ስደት ኮንካ ብስም ቤተሰብካ ክልተ ሰለስተ ሚእቲ ሽሕ ስም መዘሪ ብማእኸላይ ክልተ ሓምሳ እንተንኢሱ ክልተ ሚእቲ ልዕሊ እዩ እስካዕ ሰለስተ ሚእቲ ሽሕ ልዕሊ ኩሉ ይኽእል ከም ቦትኡ ከም ገዝኡ እና እዚ ኩሉ ጌርክን ሜስክን ደሞ ናብ ስምክን ክተዘራ ከቢድ እዩ ስለዚ ናይቲ ገዛ ናይቲ ቦታ ናይቲ ቦታ ዋጋስ ናይ ስም መዘር ግማሹ ይኻደሎ ማለት እዩ ስለዚ ከምዚ ጌርክን ተጠቓማ ናይ ስም መዘር ዘለትና ሓበሬታ እዚኣ እያ ክብራት ኣሕዋተይ ካብ ከዓኒ ናይ ክልተ ሚእቲ ካሬ ክንደይ ይኣኽለኒ ንዝበልኩም ክልተ ሚእቲ ካሬ እኮ ባይዘወይ ብጣዕሚ ይዓውዪ ተገደደስ ሽዱሽተ ክላስ ሰፋሕቲ ኣይኮነን ደሞ ሸውዓተ መካከለኛ መጠነኛ ገዛ የስርሕ እዩ ማለት እዩ እና ንሽዱሽተ ሸውዓተ ክፍሊ ምስራሕ ማለት ዋይ እንታይ ብጣዕሚ ይኸቢድ ብጣዕሚ ማለት እዩ እዛ ትሪእዋ ዘለኹም ሚእትን ኣርባዓን ካሬ እንድያ ንሚእትን ኣርባዓን ካሬ ዝበለ እንኳን ማለት እዩ ቢያንስ ያው በቢ ቦትኡ እንዲ ዝፈላለ በቢ ቦትኡ እዩ ዝፈላለ ሕዚ ቢያንስ ንቤት ኣርባዓን ካሬ ሕዚ ኣርባዕተ ክላስ ታራውዒት ፀባብ ክሽነ እያ ካብኡ ሳሎን ብጣዕሚ ሰፊሕ እዩ መደቀሲ ሰፊሕ እዩ ሰርቪስ እውን ደሓን ሰፋሕ እያ ንዚኣ ክተስርሑ ምስ ኢድና ክተስርሑ ሲ እስካዕ ፍኒሽንጉ ልዕሊ ክልተ ሚእቲ ሽሕ እዩ ዝውደኩም ፍኒሽን ክብለኩም ከለኹ ሰራሚክ ናይ ውሽጢ ዓዲ ማዕፆ ሕዚ ኣልሙኒየም ንካሬ ዓሰርተ ክልተ ሽሕ ልዕሊ እዩ እዚ ዕፃፍ ላሜራ ደግሞ ሓሙሽተ ሽሕ ሓሙሽተ ሽሕን ገለን እዩ ስለዚ በቲ መጠነኛ ዋጋ ሰራሚክ ናይ ውሽጢ ዓዲ እዚ ማዕፆ ብዕፃፍ ላሜራ ብኡታት ሓሲበ ኳንሲ ክልተ ነጥቢ ብቻ ካብ ክልተ ነጥብስ ንእሽተይ ትውስኽ ያዋ ብቻ ግን እስካብ ክልተ ሚእቲ እስካብ ክልተ ሚልዮን ተልኢኩም እኸል እዩ ማለት እዩ እና ክልተ ሚእቲ ካሬ ደሞ እንተሓዊስናዮ ሽዱሽተ ሸውዓተ ክላስ ክኸውን ከሎ ናብ ሰለስተ ሚልዮን ክኸይድ እዩ ማለት እዩ ስለዚ እስካ ኣብ ፊኒሽንግ እንድሕር ክትሰርሕ ኮይንክስ ብማእኸላይ ሰለስተ ሚእቲ ሽሕ ናይ ግድን ትሕዙ ኢኺ ካብኡ ተወሰኻ እናረኣኺ ሓንቲ ክላስ ክልተ ክላስ ናይ ማዕፆ ናይ ሰራሚክ ተቐሪኪ ምንም ችግር የብሉን። ግን ብማእኸላይ ስካዕ መህደሚኡ ስካዕ ፊኒሽንጉ ክሰርሕ እየ ክልተ ሚእቲ ካሬ ሰሪሐ ክውድ እየ እንድሕር ትብላ ኮይንክን ግን ክልተ ሚልዮን ወይ ሰለስተ ሚልዮን ናይ ግድን እዩ። ቢያንስ ክልተ ሚልዮን ሒዝክን ትሰርሖ እሞ ካብኡ ደሞ ያው እግሪ ኣግሪ እግሪ ኣግሪ ናይ ፍንሽሙ ትሰርሓ ማለት እዩ ስለዚ ልዕሊ ሰለስተ ሚልዮን ክውድእ ይኽእል እዩ ኣቑሑሎም ብጣዕሚ ከቢሩ ካብ ኩሉ ብልዓሊ ደሞ ሰራሕተኛ ብጣዕሚ ክባር ካብ ኩሉ ከ ናይ ማይ ናይ ማይ ኣይጠይቓኒ ክብራት ኣሕዋተይ ማይ ብጣዕሚ እያ ትጠፍእ ንሓንቲ ጀሪካን እስካብ ዕስራን ሓሙሽተን ሰላሳ ቅርሺ እዩ ዝግዛእ ስለዚ ሓሲብኩሞ ዲኹም ሓንቲ ክላስ እኳን ክንደይ መርቢል ማይ ትውድእ ሕሰብዎ ስለዚ ብጣዕሚ ክባር ገዛ መስርሕ ብጣዕሚ ከቢድ ርእስና እናዊፅና እኒሆ ማለት እዩና ክብራት ሓዋተ ያው ቅለ ቢለ ከምዚኣ ትመስል እምበር ናይ ገዛ መስርሒ ክንድዚ ተባሂሉ ኣይግመት ማለት እዩ ቪድዮ ግልፂ ኮይኑልኩም ክኸውን ተስፋ ይገብር ክብራት ኣሕዋተይ ሓሳብ ርእቶም ደግሞ ኣብ ኮሜንት ፀሓፉለይ ላይክ ሸር ሰብስክራይብ ምግባር ኣይትረስዑ ሰሰናዩ ባይ